መጀመርያ ብክርስቶስ ክርስትያን ብወልዱ ውሉዳን ብመንፈስ ቅዱስ ድማ መንፈሳውያን ዝተሰመኹም ናይ እግዚኣብሔር ቤተሰብ ከመይ ቀኒኹም ደሓን ቐኒኹም ከመይ ኣለኹም ሐራይ እምበኣር ካብቲ ናይ ዕለተ ሰንበታት እንገብሮ ዘለና መቐጸልታ እዩ ካብ ዕስራን ሽዱሽተን ሰነ ክሳብ ጭርቆስ ክረምቲ ዘርኢ ደመና ጠል ይበሃል መዝሙር ሱሳ ክረምቲ ከኣ ሰለስተ ን በክልቱ ብክልተ መጀመርያ ዘቅርበልኩም እቲ ሊቃውንቲ ኣብ ቤተ ክርስትያን መዝሙር ዘቅርብዎ ብጸናጽል እናገበሩ ብዜማ ብዝተፈላለየ ብዙሕ ዜማታት እዩ ዘለዎ ብወረብ ብሸብሸቦ እንዳገበሩ ብኩሉ ዘቅርብዎ ንሱ ምስ ትርጉሙ ከቕርብ'የ። ደሓር ናብቲ ኣብ ግዜ ቅዳሴ ዝንበብ ኣብ ዕለተ ሰንበት ካብ ጳውሎስ ካብ ግብረ ሃዋርያት ካብ መልእኽትታት ካብ ወንጀል ካብ መዝሙር ዳዊት ከቕርብ'የ። ሐራይ እዚ ዘለናዮ ግዜ ክራማት ስለ ዝኾነ ብዓድና ክራማት እዩ ካብ ዕስራን ሓሙሽተን ሰነ ክራማት እዩ ዝባሃል ክረምቲ ኣትዩ ማለት እዩ ክሳብ ዕስራን ሽዱሽተን መስከረም ክረምቲ እዩ ዝባሃል ስለዚ እቲ መፃሕፍትና ልክዕ ምስቲ ግዚኡ ምስቲ ክረምቲ እዩ ዝኸይድ ማለትሲ ናይ ግዚኡ ናይ ዕለቱ ደኣሉ እምበ ሱቕ ኢልካ ኣብ ሃበ ተረኽበ ወፍ ዝበለካ መጽሓፍ ኣይኮንካን ተንብብ። ብዛዕባ ናይቲ ክረምቲ ዝገልጽ እንታይ ክትገብር ኣለካ? እንታይ ኣሎ እግዚኣብሄር ኣምላኽ ኣብዚ ክረምቲኸ ንኣና ክምህረና ዝኽእል ክምዕደና ዝኽእል ምስኡ እንዳጋናዘበ እዩ ዝኸይድ። ስለዚ ክረምቲ ስለ ዝኾነ እቲ መዝሙር ዘብጽሕዎ ሊቃውንቲ ብዛዕባ ክረምቲ እዩ ዝዛረብ። እንታይ ይብል?

ሰላም ሙሴ ወኣሮን ይሴብሁ ከመ ተአውርድ ዝናመ በቃለ ትእዛዝከ ሰላም ቃልከ ወጽድቅከ ኩነኔከ ለእረፍት ሰንበት ሰራይከ ይብል። ትርጉሙ ብመጠኑ ተርጒመዮ ኣለኹ። እንታይ እዩ ዝብል? ብክልተ ማለት ብክልተ ማለት ክልተ ግዜ ሃሌታ ኣለዎ ማለት እዩ። እግሪ ናይ ዝናም ኣድሚፁ ዝናም ምስ ዘነመ ሽዑ ስኡናት ይሕጎሱ፣ እግሪ ናይ ዝናም ኣድሚጹ ዝናም ምስ ዘነመ ሽዑ ጥምያት ይጸግቡ። እግሪ ናይ ዝናም ኣድሚጹ ሰንበት እውን ንዕረፍቲ ሰሪዑ። እግሪ ናይ ዝናም ኣድሚጹ እግሪ ናይ ዝናም ኣድሚጹ ሰላም ሙሴን ኣረንን ኣመስጊኖም ምእንቲ ክተውርድ ዝናም ብቓል ትእዛዝካ ሰላም ቃልካ ቅኑዕ እዩ ፍርድኻ ሰንበት ንዕረፍቲ ሰሪዕካ ማለት እዩ ትርጉሙ ብዝኾነ ኣብቲ ግእዝ ክትብሎ ከለኻ ምስ ግጥሙ ዝመስል ስለ ዝኾነ ኣዝዩ መሳጢ ደስ ዝብል እዩ ኣብ ትግርኛ ግን ቁሩብ ከምዚ ሕሳብ ግጥሚ ስለ ዝኸይድ እቲ ቃላት ይፈላለ ስለ ዝኾነ ቁሩብ እቲ መቐረቱ ህስስ ይብል እዩ ኣብዚ ሐራይ ቀጺሉ ኣብ ግዜ ቅዳሴ ዝንበበልና መልእኽቲ ጳውሎስ ናብ ሰብ እብራውያን ምዕራፍ ሽዱሽተ ካብ ቁፅሪ ሸውዓተ ክሳዕ ፍጻሜ እዩ እንታይ ይብል ቅዱስ ጳውሎስ እታ ብዙሕ ግዜ ነቲ ኣብኣ ዝወረደ ዝናም ዘስተየት ምድሪ ነቶም ንረብሓኣ ዝሓረስዋ ዝጠቅም ፍረ እንተዘይሃበቶም ካብ ኣምላኽ በረኸት ትቕበል። እንተሃበቶም ካብ ኣምላኽ በረኸት ትቕበል። እሾኹን ዳንዴርን እንተኣብቆለት ግና መርገም ኣብ ልዕልኣ ዘንጠልጠለ ጥቕሚ ዘይብላ ምድሪ እያ። መወዳእታኣ ኸኣ ምንዳድ እዩ። ኣቱም ፍቁራተይ ሽሕ እኳ ከምዚ ኢልና እንተተዛረብና ብዛዕባኻትኩምሲ ዘጠራጥር የብልናን። ነቲ ሰናይ ናብ ድሕነት ዘብጽሕ ነገር ትፈልጥዎ ኢኹም። ከመይ እግዚኣብሄር ነቲ ምእንቲ ፍቕሩ ኢልኩም ነቶም ቅዱሳን ዘገልገልኩሞምን እተገልግልዎምን ዘለኹም ዝርፍስዕ ገፋዒ ኣምላኽ ኣይኰነን ይብል። ኣብዚ ቃል እዚ ብዛዕባ ምድሪ ዝዛረብ ዘሎካ ይመስለና። ብዛዕባና እዩ፣ ብዝናም ኣምሲሉ፣ ብምሳሌ ገሩ፣ ንኣና እዩ እታ ብዙሕ ግዜ ነታ ኣብኣ ዝወረደ ዝናም ዝሰተየት ምድሪ። ንሕና ቃል እግዚኣብሄር ይስብኸልና እዩ። ቃል እግዚኣብሄር ኣምላኽ ይንገረልና እዩ። ነቲ ቃል እግዚኣብሄር ተቐቢልና እንተፈጺምናዮ ካብ ኣምላኽ በረኸተ ክንቅበል ኢና። እንተ ደኣ ዘይቀቢልናዮ ግን ከምቲ እሾኹን ዳንደርን እንተኣብቆለት ግና መርገም ኣብ ልዕላ ዘንጠልጠለ ጥቕሚ ዘይብላ ምድሪ ክንከውን ኢና። ማለትሲ መርገም ኣብ ልዕለን ኣሎ፣ ሓጢኣት ኣብ ልዕለን ኣሎ፣ መዓት ኣብ ርእረን ኣሎ፣ ጥፍኣት ኣብ ልዕለና ኣሎ። ንምንዳድ እዩ እምበር መርገም ኣብ ልዕላ መወዳእታ ከዓ ምንዳድ ኢሉ ስለዚ እንተድኣ ንቃል እግዚኣብሄር ኣምላኽ ተቐቢልና ዘይንፍጽም፣ ሰሚዕና ዘይንገብር ኮይንና መወዳእና እንታይ እዩ? ንምንዳድ እዩ። ከም ዝተባህለ መወዳእና ናብ ገሃነመ እሳት ክኸውን ማለት እዩ። ናብቲ ሃጥኣን ዝነብሩሉ ሕራይ ከመይ እግዚኣብሄር ኣምላኽና እንታይ ኢሉ ግን ድሓር ቅዱስ ጳውሎስ ሽሕ እኳ ከምዚ ኢልና እንተተዛረብና ኢሉ ሽሕ'ኳ ከምዚ እንተበልናሲ ብዛዕባኹም ዘጣራጥር የብልናን፣ ነቲ ሰናይን ናብ ድሕነትን ዘብጽሕ ነገር ትፈልጥዎ ኢኹም፣ ፈሊጥኩም ከኣ ትገብርዎ ኣሎኹም፣ ግን እ ምእንቲ ክርድኣኩም ኢልና ከምዚ ንብል ዘለና እምበር ከመይ እግዚኣብሄር ነቲ ምእንቲ ፍቕሩ ኢልኩም ምእንቲ ፍቕሪ እግዚኣብሄር ኢልኩም ነቶም ቅዱሳን ዘገልገልኩሞም እተገልግልዎም ዘለኹም ዝርስዕ ገፋዒ ኣምላኽ ኣይኮነን ይብል ቃል ኣምላኽ። ሰሚዕና እንተ ፈጸምናዮ ካብ ኣምላኽ በረኸት ንቕበል፣ ሰሚዕና ዘይንፍጽም ግና መዓትን ጥፍኣትን ይወርደና፣ መወዳእታና ኸኣ ኣብ ገሃነመ እሳት ብሓዊ ንነድድ ማለት እዩ። ክቡራት ክርስትያን ክርስቶሳውያን፣ ንመሬት ስለ ዝተዛረበ ንመሬት እዩ ዝብል ዘሎ ከይመስለና። ንነፍሲ ወከፍ እቲ ተስፋኹም ነፍሲ ወከፍ እቲ ተስፋኹም ምእንቲ ክፍጸመልኩም ክሳዕ መወዳእታ ከምዚ ዝዓይነቱ ትግሃት ከተርእዩ ንደሊ ኣሎና። ነቶም ብእምነትን ብትዕግስትን ነታ ተስፋ ዝበርፍዋ ምእንቲ ክትመስልዎም እምበር ሃካያት ክትኮኑ ኣይንደልን ይላሉ። ነቶም ብእምነትን ብትዕግስትን ነታ ተስፋ ዝወርስዋ ናብ መንግስተ ሰማያት ዝኣትዋ ክትመስልዎም እምበር ሃካያት ክትኮኑ ኣይንደልን ኢና። ኣምላኽ ንኣብርሃም ተስፋ ክህቦ ከሎ ካብ ስሙ ዝዓቢ ዝምሕለሉ ካልእ ስለ ዘይረኸበ ብሓቂ ክባርኸካን ከብዝሓካን እየ እናበለ ብስሙ መሓለሎ። ኣብርሃም ድማ ብትዕግስቲ ተጸብዩ ነታ ተስፋ ረኸባ። ኣነ ንስኻትኩም ከኣ ትዕግስቲ ክንገብር ይግብኣና እዩ። ዝኾነ መከራ ክመጸና ይኽእል፣ ሽግር ክመፀና ይኽእል፣ ፈተና ክመፀና ይኽእል። ትዕግስቲ ትዕግስቲ እንተ ገርና ከምቲ ኣቦና ኣብርሃም ተዓጊሱ ነታ ተስፋ ተፀቢዩ ዝረኸባ ከምኡ ከዓ በቲ ካብኦም ዝዓቢ ይምሕሉ ሰባት በቲ ካብኦም ዝዓቢ ይምሕሉ፣ እቲ ማሕላ ኸኣ ነቲ ዝተባህለ የጽንዖ፣ ንዅሉ ምርጕቶም ድማ ይድምድሞ። ስለዚ ከኣ ኣምላኽ እቲ ምኽሩ ከም ዘይልወጥ ነቶም ወረስቲ ተስፋ ብግህዶ ከርእዮም ምስ ደለየ ብማሕላ ኣረጋገጸሎም። እምበኣር ንሕና በዘን ክልተ ዘይልወጣ ነገራት ማለት ተስፍኡን ማሕልኡን ኣምላክ ከኣ ብእእን ክሕሱ ዘይከኣሎ ነታ ኣብ ቂድሜና ዘላ ተስፋ ንምውራስ ናብኡ ተማዕቆብና ተማዕቁብና ዘሎና ነቕ ዘይብል ጽንዓት ክንረክብ ኢና። እዛ ተስፋ እዚኣ ናይ ህይወትና መልሕቕ እያ። ድልድንትን ጽንዕቲ እያ። ብመጋራጃ ሓሊፋ ከኣ ናብታ ውሽጣዊት መቕደስ እተብጽሓ። ኢየሱስ ድማ ከም መዓርግ መልከ ጼዴቅ ሊቀ ካህናት ብምዃን ምእንታና ቅድሜና ኣብ ኣኣትዩ ኣሎ ኢሉ ስለዚ ተስፋ ክንገብር ኣለና ዝኾነ ሽግር ክመጸና ከሎ መከራ ክመጸና ከሎ እንተ ተስፋና ዘየቛሪጽና ብትዕግስቲ ተጸሚምና ተጻዊርናዮ ናብታ ጎይታናን ኣምላኽናን መድሓኒናን የሱስ ክርስቶስ ቅድመና ኣትዩ ሓሊፉ ኣትይዋ ዘሎ ኣብኣ ምስኡ ክንነብር ኢና ኣራይ ካልኣይ ዝንበበልና መልእክቲ ጳውሎስ መልእክቲ ያዕቆብ ምዕራፍ ሓሙሽተ ካብ ቁፅሪ ዓሰርተ ክልተ ክሳዕ ፍጻሜ እዩ ኣብ ርእሲ እዚ ኣሕዋተ ኣይትምሓሉ ኢሉና ኣይትምሓሉ ብምድሪ ኮነ ብሰማይ ወይ ብካልእ ነገር ኣይትምሓሉ ኣብ ትሕቲ ፍርዲ እግዚኣብሄር ከይትወድቁ ድማ እቲ እወ እወኹም እወ፣ እቲ ኣይኮነን ዝበልኩሞም ከኣ ኣይኮነን ደኣ ይኹን። ኣብ ማእከልኩም ዝጸብቦ እንተሎ ይጸሊ፣ ሕጉስ እንተሎ ይዘምር፣ ኣብ ማእከልኩም ዝሓመመ እንተሎ ንመራሕቲ ቤተ ክርስቲያን ይጸውዕ ንሳቶም ከኣ ብስም ጎይታ ብዘይቲ እናቀብኡ ይጸልይሉ እታ ብእምነት ዝተገብረት ጸሎት ድማ ነቲ ሕሙም ከተሕውያ ጎይታ እውን ከተሰዩ ሓጥኣት ገሩ እንተኾይኑ እውን ክሕደገሉ ይብለና ስለዚ ዝሓመመ እንተልዩ እንታይ እዩ ክገብር ዝግብኦ ንመራሕቲ ቤተ ክርስቲያን ንኻህናት ክጽውዕ ጸሎት ክገብሩሉ ይግብኦም እዩ ጸሎት ምስ ገበሩሉ ካብቲ ደቅሽዎ ዘሎ ካብቲ ሓሚምዎ ዘሎ ጎይታ መድሃኒ ኣለ ክርስቶስ ከተሰዩ ጥራይ ብስጋ ኣይኮነን ዝሓዊ ሓጢኣት ገይሩ እንተኾይኑ እውን ሓጢኣቱ ክግደፈሉ ይብለና እግዚኣብሔር ኣምላኽ መን እንተጸሊሉ መራሕቲ ቤተ ክርስቲያን ካህናት እንተጸልዮምሉ ምናልባት ገለ መዳናገርቲ ሓሰውቲ ካህን እንታይ ኢሎም ዘቃለሉ ዘናእሱ ልኡኻት ናይ ዲያብሎስ ክንረክብ ንኽእል ኢና ቃል እግዚኣብሄር ግን እንታይ እዩ ዝብለና ዘሎ ኣብ ማእከልኩም ዝጸበቦ እንተሎ ይጸሊ፣ ሕጉስ እንተሎ ይዘምር፣ ኣብ ማእከልኩም ዝሓመመ እንተሎ ንመራሕቲ ቤተ ክርስቲያን ይጸውዕ፣ ንሳተን ከኣ ብስም ጐይታ ብዘይቲ እናቐብኡ ይጸልይሉ፣ እታ ብእምነት ዝተገብረት ጸሎት ድማ ነቲ ሕሙም ከተሕውዮ እያ፣ ጐይታውን ከተሰኦ እዩ፣ ሓጢኣት ገይሩ እንተኾይኑውን ክሕደገሉ እዩ ዝብል። እምበኣርሲ ምእንቲ ክትሓውዩ ንሓድሓድኩም ሓጢኣትኩም ተናዘዙ ኸኣ ኢሉና። ክትሓውዩ ሓጢኣትኩም ተናዘዙ ነንሓድሓድኩም። ምኽንያቱ ሓጢኣትና ንካህን ክንነግር ይግብኣና። ካብቲ ዝነበረና ሓጢኣትና ክንሓዊ፣ ካብቲ ዝነበረና ሕማምና ክንፍወስ እንተኾይንና ክንናዘዝ እቲ ተናዘዙ ምእንቲ ንሓድሓድክውን ጸልዩ ጾረ ጻድቕ ብግብራ ብዙሕ ተስልጥ እያ ኢሉ ብዙሕ ተስልጥ እያ ስለዚ ክቡራት ክርስትያን ክርስቶሳውያን ናይ ካህናት ጸሎት ቀሊል ኮይኑ ክስምዓናን ከረኣየናን የብሉን ቀጺሉ እንታይ ይብሉ ይብል ኤልያስ ከማና ሰብ እዩ ዝነበረ ዝናም ከይዘንም ጸሎት ገበረ ሰለስተ ዓመትን ሽዱሽተ ኣዋርሕን ከኣ ኣብ ምድሪ ዝናም ኣይዘነመን ከም ብሓድሽ ከኣ ጸለየ ሰማይ ከኣ ዝናም ሃበ ምድሪ እውን ፍረ ኣሃበት ኣቱም ኣሕዋተይ ሓደ ካብኻትኩም ካብ ሓቂ እንተርሓቐ ሓደ ከኣ እንተመለሶ እቲ ንሃጥእ ካብ መገዲ ገጋኡ ዝመለሶ ካብ ዘለኣለማዊ ሞት ከም ዘድሓኖ ብዙሕ ሓጢኣት እውን ክሕደገሉ ከም ዝገበረ ይፍለጥ ይብሉ ኣብ ገላትያ ምዕራፍ ሽዱሽተ ፍቅዲ ሓደ እንታይ ይብል ሃዋርያ ቅዱስ ጳውሎስ ኣቱም ኣሕዋተይ ሓደ ሰብ ኣብ በደል እንተተረኽበ ንስኻትኩም እዞም መንፈሳውያን ዝኾንኩም ነቲ ከምዚ ዝበለ ሰብ ብናይ ለውሃት መንፈስ ኣርምዎ ንስኻትኩውን ንገዛእ ርእስኹም ተጠንቅቑ፣ ጸር ሓድሓድ ጽሩ፣ በዚ ከኣ ሕጊ ክርስቶስ ፈጽም ይብለና። ስለዚ ካባና ዝተጋገየ ሰብ እንተልዩውን ክንጸርፎ፣ ከነዋርዶ፣ ከንሓምዮ ዘይኮነስ፣ እ፣ ቀስ ኢልና ምዒድና፣ መኺርና፣ እቲ ገግኡ ክእርም ከም ዘለዎ ክንገብር ይግብኣና እሞ ከምዚ ክንገብር እግዚኣብሔር ኣምላኽ ይሓግዘና ከምኡ ኢሉ እዩ ዝምዕደና ዘሎ ሃዋርያ ያዕቆብ። ቀጺሉ ዝንበበልና ግብሪ ሃዋርያት ምዕራፍ 27 ካብ ፍቕዲ 6 ክሳብ 15 እዩ። እቲ ሓለቓ ምኢቲ ኣብኣ ናይ ኢጣልያ እትኸይድ ካብ እስክንድርያ ዝመጸት መርከብ ረኸበ እሞ ናብኣ ኣስቀለና ይብል። ምኽንያቱ ጳውሎስ ምእንቲ ወንጀል ክብል ኣብ ቂሳርያ ብዙሕ ግዜ ምስ ተኣሰረ ይግባ ኢሉ ናብ ጨሳር ንሮማ ክኸይድ እዩ ኣብኡ እስቂሎሞ ማለት እዩ። እዚ ክሰብክ ክብል እዩ። እወ ዝመፀት መርከብ ረኸበሞ ናብኣ ኣስቀለና ብዙሕ መዓልቲ ገፈፍ እናበልና ተጓዕዝና ብጭንቂ ድማ ኣብ መንፅር ቂዶስ በፃሕና ናብኣ ከይንቐርብ ንፋስ ከልከለና ከልከልና ከዓ ንቀሬጤስ ብኸውልና ጌርና ብመንፅር ሰልሙና ሓለፍና ኣብ ጥቓ ከተማ ላስያ እትርከብ ፅብቕቲ ወደብ ናብ እትበሃል በፃሕና ከምዚ ኢሉ እውን ብዙሕ ግዜ ሓለፈ ብዙሕ መዓልቲ ጾም ምስ ሓለፈ ብመርከብ ምጉዓዝ ዘፍርሕ ስለ ዝኾነ ጳውሎስ ከምዚ ዝስዕብ እናበለ መኸሮም ኣቱም ሰባት ጉዕዞና ንጽዕነት መርከብ ጥራይ ዘይኮነስ ንህይወትና ብዙሕ ጥፍኣትን ጉድኣትን ከም ዝስዕብ ይርኢ ኣለኹ ኢሉ ሃዋርያ ቅዱስ ጳውሎስ ብዛዕባ እቲ ጸገም ይገልጸሎም እሞ እቲ ሓለቓ ምእቲ ግና ካብቲ ጳውሎስ ዝበሎ ዘረባ፣ ነቲ መራሒ መርከብን ነቲ ዋናኣን ዝያዳ ይኣምን ነበረ። ኣብታ ወደብ ምኽራም ዘይጥዕም ስለ ዝነበረ፣ መብዛሕትኦም ካብኣ ክነቕሉ እንተ ተኻእሎም ከኣ ኣብ ፍንቄ ክኸርሙ መኸሩ። ንሳ እታ ናብ ደቡብ ምዕራብ፣ ሰሜን ምዕራብ ኣቢላ እትርኢ ናይ ቀሬጥስ ወደብ ነበረት። ህዱእ ንፋስ ደቡብ ከኣ ምስ ነፈሰ፣ ከም ሓሳቦም ዝኾነሎም መሲልዎም መልሕቕ ኣልዒሎም ብጸግዓ ቀሬጥስ ሓለፉ። ሽዑ ከኣ ብዙሕ ከይደንጎየ ሰሜናዊ ምብራቕ ዝበሃል ሆብላ ንፋስ ካብታ ደሴት ዝለዓለ ነታ መርከብ ደፊኡ ምስ ወሰዳ ከኣ ንሳ ነቲ ንፋስ ክትቃወሞ ስለ ዘይከኣለት ስድ ትኺድ ገደፍዋ በቃ ተስፋ መቑባጺ ትኺድ ናብ ዝኸደት ትኺድ እማ ማለት እዩ። ምክንያቱ ሃዋርያ ቅዱስ ጳውሎስ ነጊርዎም ነይሩ ክሰምዕዎ ኣይከኣሉን ግብሪ ሃዋርያት ይብለና ክቡራት ግብሪ ሃዋርያት ማለት ግብሪ ሃዋርያት ማለት ሃዋርያ ዝተጋልልዎ ገድሊ ዝነግር ኮይኑ ሃዋርያት ነቲ መድሃኒ ኣለን ክርስቶስ ኣብ ግብሪ ሃዋርያት ምዕራፍ ሓደ ፍቕዲ ሸሞንተ መንፈስ ቅዱስ ናባኻትኩም ምስ ወረደ ሓይሊ ክትቅበሉ ኢኹም ኣብ ኢየሩሳሌምን ኣብ ይሁዳን ኣብ ሰማርያን ክሳዕ ወሰን ምድሪ መሰኻኽረይ ክትኮኑ ኢኹም ዝበሎ ዝበሎም መንፈስ ቅዱስ ምስ ተቐበሉ ኣብ ወንጀል ማርቆስ ምዕራፍ 16 ፍቕሪ 15 ሳብ 16 ናብ ኩሉ ዓለም ኪዱ ንኹሉ ፍጥረት ከኣ ወንጀል ስበኹ፣ ዝኣመነን ዝተጠምቐን ክድሕን እዩ ከም ዝብል ከም ዝበሎም ኣብ ወንጀል ማቴዎስ ዕስራን ሽዱሽተን ፍቕዲ ዓሰርተ ትሽዓተን ዕስራን ኪዱ ንኹሎም ኣህዛብ ብስም ኣብን ወልድን መንፈስ ቅዱስን እናጠመቅቁም ደቀ መዛምርተይ ግበርዎም ዝበሎን ቃል ትእዛዝ ንምፍፃም እዮም ብርቱዕ ማዕበል ባሕሪ እናተጨነቑ ዝጓደሉ ዝነበሩ። ርኢኹም? ስለምንታይ እዮም ሃዋርያት ናብዚ ባሕሪ እዚ ኣትዮም እንተበልና እቲ መድሃኒ ኣለም ክርስቶስ ናብ ኩሉ ዓለም ኪዱ ወንጀል ስበኹ ዝበሎም ንኽሰብኩ ኢሎም እዮም ኣብቲ ባሕሪ ኣትዮም ጳውሎስ ኣብ ካልኣይ ቀረንጦስ ምዕራፍ ዓሰርተ ሓደ ፍቕደ ዕስራን ሓሙሽተን ሰለስተ ግዜ ብሽመል ተዘበጥኩ፣ ሓደ ግዜ ብእምኒ ተቐጥቀጥኩ፣ ሰለስተ ግዜ እታ ዝነበርኩላ መርከብ ተሰብረትኒ፣ ሓደ ለይትን ሓደ መዓልትን ኣብ ባሕሪ ገበርኩ ይብል። ርኢኹም፣ ሃዋርያት ንፋስ ክወስዱ ኣይኮነን ናብ ባሕሪ ከይዶም፣ ወንጀል ክሰብኩ፣ ምእንቲ ስም ክርስቶስ ስቓይን መከራን ክቕበሉ እዮም ከይዶም። ምናልባት ኣብዚ ባሕሪ ስለ ዝበለ ክናፈዙ ዝኸዱ ዘለዉ እሞ ኣብኡ ማዕበል ዘጋፍዖም ዘሎ ዝመስለና ሰባት ኣይንስእን ኢና። ኣይኮነን ነቱ መድኃኔ ኣለም ክርስቶስ ዝበሎም ትእዛዝ ናብ ኩሉ ዓለም ኪዱ ንብዘሎ ፍጥረት ከኣ ወንጀል ስበኹ ዝኣመነ ዝተጠመቐን ክድሕን እዩ ንኹሎም ኣሕዛብ ብስም ኣብን ወልድን መንፈስ ቅዱስን እናጠመቅኩም ዝኣዘዝኩም ኩሉ ክሕሉ ከኣ እናመሃርኩም ደቀ መዛምርተይ ግበርዎም ዝበሎም ቃል ንምፍጻም ክኸዱ ከለዉ እዩ እዚ ኹሉ ማዕበል ዘጋፍዖም ዝነበረ። ሀራይ ስብከት ናይ ቅዳሴ መዝሙር ሚእትን ኣርብዓን ሽዱሽተን ኣብ ግእዝ ሓደ ሚእትን ኣርብዓን ሸውዓተን ከኣ ኣብ ትግርኛ ቁጽሪ ሸሞንተ እዩ። እንታይ እዩ ዝብል ዘይገለብቦ ለሰማይ በደመና ወያስቴደሉ ክረምተ ለምድር ዘያበቁል ሳዕረ ውስተ ኣድባር ይብል። ትርጉሙ፣ ንሰማይ ብደመና የጐልብቦ፣ ንምድሪ ዝናም የዝንበላ፣ ኣብ ኣኽራን ከኣ ሳዕሪ የብቍል፣ ንሱ ንእንስሳ ምግቢ ይህብ ኢሎና። ኣብዚ ግዜ እዚ ኵላትና ከም እንፈልጦ ሰማይ ብደመና እዩ ዝጕልበብ፣ ምድሪ እውን ብዝናም የዕለቕልቕ። ኣብ ኣኽራን ከኣ ሰዓር ይበቁል፣ እንስሳታት ከኣ ጸጊበን ይኣትዋ። ስለዚ ቅድስቲ ቤተ ክርስቲያንና ልክዕ ምስቲ ኩነታት ንሰብ ምእንትን ክርድኦ ኣብቲ ዕለቱ ኣብቲ ሰዓቱ ኣብቲ መዓልትንኡ ዝገልጽ ንቲ ዘመን ንቲ ኩነታት እናገበረት እያ እቲ መጽሓፍታ ናይ ዕለት ናይ ዕለቱ ሰሪዓቶ ዘላ። ሕራይ እዚ ብዜማ ክነብሎ ኢና።

ወያስቴደሉ ክረምተ ለምድር ዘያበቁል ሳይረ ውስተ አድባር ንሰማይ ብደመና ዘጎልብቦ ንምድሪ ዝናም የዝንመላ አበኽራን ከዓ ሳዕሪ የበቁል ንሱን እንስሳ ምግቢ ይህበን እግዚኣብሔር አምላኽና ይኽበር ይመስገን ሐራይ ዝንበበልና ቅዱስ ወንጌል ወንጌል ማቴዎ ወንጌል ሉቃስ ምዕራፍ ሸመንቴ ካብ ቁፅሪ ሓደ ክሳብ ዓሰርተ ክልተ እዩ እንታይ ይብለና መድኃኔ ዓለም ክርስቶስ ድሕርዚ ኢየሱስ መንግሥተ ሰማያት እናሰበኸ እናኣበሰረን ፈቐዶ ከተማታትን ዓድታትን ይዘውር ነበረ። እቶም ዓሰርተ ኸልተ ከዓ ምስኡ ነበሩ። ከምኡውን ካብ ርኹሳት መናፍስትን ካብ ሕማመን ዝሓወ ገለ ኣንስቲ ነበራ። ንሳተን ከዓ እታ ሸውዓተ ኣጋንንቲ ዘውፅኣላ ማርያም መግደላዊት ዝብልዋ ዮሃና ሰበይቲ ጉዛ ኣዛዚ ቤተውረስን ሶስናን ብገንዝበን ዘገልገለኦ ካልኦት ብዙሓት ምስኡ ነበራ። ብዙሕ ህዝቢ ምስ ተኣከበ ሰባት እውን ካብ ፈቐዶ ከተማታት ናብኡ ምስ መጹ በመሰላ ከምዚ ኢሉ ተዛረቦም። ዘራእየ ክዘርእ ወፈረ፣ ክዘርእ ከሎ ድማ ገሊኡ ኣብ ጥቓ መገዲ ወደቐ፣ ተረግጸ፣ ዓዉ ኣብ ሰማዩ መጽየን በልዖኦ። ገሊኡ ኸኣ ኣብ ከውሒ ወደቐ፣ ምስ በቖለ ድማ ጠሊ ስለ ዘይነበሮ ነቐጸ። ገሊኡ ናብ ማእከል እሾኽ ወደቐ። እቲ እሾኽ ምስኡ ዓበየ፣ ሓንቖ'ውን። ገሊኡ ኸኣ ኣብ ጽቡቕ ምድሪ ወደቐ፣ በቖለ፣ ሚእቲ ካዕበት ድማ ፈረየ። እዚ ምስ በለ፣ ዓው ኢሉ፣ እትሰምዕ እዝኒ ዘላቶ ይስማዕ በለ። ደቀ መዛሙርቲ ኸኣ እዚ ምስላ እዚ እንታይ እዩ? እንታይ ማለት እዩ? ኢሎም ሓተትዎ። ኢየሱስ ከኣ ከምዚ ኢሉ መለሰሎም፣ ምፍላጥ ምስጢር መንግስቲ ኣምላኽ ንኣኻትኩም እዩ ተዋሂቡ ዘሎ፣ ንኻልኣት ግና እናረኣዩ ምእንቲ ከይርእዩ፣ እናሰምዑ'ውን ምእንቲ ከይሰምዑ፣ ከየስተውዕሉስ ብምስላ እዛረቦም ኣለኹ። ናይቲ ምስላ ትርጉም ከኣ እዚ እዩ። ነስተውዕል፣ እቲ ምስላ ይትርጉሞ ኣሎ ባዕሉ መድኃኔዓለም ክርስቶስ ዝተዓንተቦ ዝመሰሎ። እቲ ዘርኢ ቃል ኣምላኽ ኢሉ፣ እቲ ዘርእሲ ቃል ኣምላኽ እዩ። እቲ ኣብ ጥቓ መገዲ ዝወደቐ ናይቶም ዝሰምዑ እዩ። ሽዑ ምእንቲ ኣሚኖም ከይድሕኑ ኢሉ ሰይጣን መጺኡ ነቲ ቃል ካብ ልቦም ይወስደ ኢልኩ። እተን ኣዕዋፍ ኣብ ጥቓ መገዲ ዝወደቐ እሞ ኣዕዋፍ መጺኦን ዝበልዖኦ ንሱ እንታይ ኢልዎ? ሽዑ ምእንቲ ኣሚኖም ከይድሕኑ ኢሉ ሰይጣን መጺኡ ነቲ ቃል ኣምላኽ ካብ ልቦም የወስዶ። እቲ ኣብ ከውሒ ዝወደቐ ኸኣ እቶም ነቲ ቃል ምስ ሰምዕዎ ብሓጎስ ዝቕበልዎ እዮም። ርኢኹም፣ ኣብ እግሪ ከኹሒ እንተ ደኣ እኽሊ ዘሪእካዮ ቀልጢፋ እያ ትበቁል። ቀልጢፋ ትበቁል ምኽንያቱ ቁሩብ ዋላ ማይ እንድሕር ሃሪሙ ካብቲ ከኹሒ ጸረር ኢሉ ቀልጢፉ ይበቁል። ስለዚ እቶም ነቲ ቃል ምስ ሰምዑ ብሓጎስ ዝቕበልዎ እዮም፣ እዚኣቶም ግና ንግዚኡ ደኣ እዮም እምበር ዝኣምኑ እምበር ሱር ስለ ዘይብሎም ብግዜ ፈተና ዝኽሕዱ እዮም ኢሎ። ብግዜ ፈተና ይኽሕዱ። ምኽንያቱ ኣብቲ እግሪ ኮዅሒ ዝተዘርኤ ዘርኢ ጸረርታ ናይቲ ቆቕሒ ስለ ዝረክብ ቀልጢፉ ይበቁል። ደሓር ግን ጸሓይ እንተደኣ ምርር ኢሉ እቲ ቆቕሑ ምስ ረሰነ ክጻወሮ ኣይኽእልን ይሓርር። ስለዚ እዞም ኣብ ቆቕሒ ዝወደቑ ከኣ ከምኡ ግዜ ፈተና ክመጽእ ከሎ ይኽሕዱ ቀልጢፎም ኢልዎም። እቲ ኣብ እሾኽ ዝወደቀ ከኣ እቶም ምስ ሰምዑ መገዶም ከይዶም ብሓልዮትን ሃብትን ጣዕሚ ንብረትን ዝሕነቁ እሞ ኣብ ፍረ ዘይበጽሑ እዮም ኢሎም። ርኢኹም እቶም ኣብ እሾኽ ዝወደቀ ንኣብነቱ ጽቡቕ ይቕጽልዎ ይጸንሑ እሞ ደሓር ናብራ ናይ ዓለም ሓልዮት ናይ ዓለም ምስ መፅኦም ነቲ ዝኸድዎ ዝነበሩ ገዲፎም በቃ ግድፍ ኣቢሎሞ ድርቢ ቢሎሞ ናብ ናብራኦ ናብ ዓለም ይምለሱ። እዚኣቶም ከዓ እቶም ኣብ እሾኽ ዝወደቀ ይሕነቁ ኣብ ፍረ ከይበፅሑ ከዓ እንታይ ይኾኑ ኣይፍፅሙዎን። እቶም ጣዕሚ ሓልዮት ናይዚ ዓለም፣ ክብሪ ናይዚ ዓለም ይረኣዮም፣ ናብኡ ይኸዱ ይገድፍዎ ንቲ ጽቡቕ ሰናይ ነገር፣ እሞ ኣብ ፍረ ዘይበጽሑ እዮም ኢሉ። እቲ ኣብ ጽቡቕ ምድሪ ዝወደቐ ምስላ ድማ ናይቶም ነቲ ቃል ሰሚዖም ኣብ ቅኑዕ ጽቡቕን ልቢ ዝዓቕርኦ ኣብ ቅኑዕን ጽቡቕን ልቢ ዝዓቕርዎ ብትዕግስቱን ፍረ ዝፈርዩ እዮም። እቶም ዝኣትዉ ብርሃን ምእንቲ ክርእዩ ንመብራህቲ ኣብሪሁ ኣብ በሪኽ ዘቐምጦ እምበር በቕሓ ዝኸድኖ ወይ ከዓ ኣብ ትሒቲ ዓራት ዘንብሮ ሓደ እኳ የልቦን። ምኽንያቱ ዘይገሃድ ህቡእ ዘይፍለጥ ናብ ግልፂ ዘይወፅእ ስውር ከቶ የልቦን። እምበኣር ንዘለዎ ክወሃቦ እዩ። ነቲ ዘይብሉ ግና እታ ዘለቶ እትመስሎ እኳ ካብኡ ክትውሰድ እያ እሞ ከመይ ጌርኩም ከም እትሰምዑ ተንቀቑ በሎም። ኣዲኡን ኣሕዋቱን ድማ ናብኡ መጹ። ብምኽንያት ብዝሒ ህዝቢ ግና ክረኽብዎ ኣይከኣሉን። ኣደኻን ኣሕዋትካን ክረኽቡኻ ደልዮም ኣብ ወጻኢ ደው ኢሎም ኣለዉ ኢሎም ነገርዎ። ኢየሱስ ከኣ ኣደይን ኣሕዋተይንሲ እዞም ንቃል ኣምላኽ ዝሰምዑን ዝገብርዎን እዮም ኢሉ መለሰሎም። ኣብዚ ቃል እዚ እንታይ ስለ ዝኾነ እዩ ኣደይን ኣሕዋተይንሲ እዞም ንቃል ኣምላኽ ዝሰምዑን ዝገብርዎም ዘለዉ እዮም ካብ ኣቦኻን ኣደኻን እግዚኣብሔር ስለ ክኸብር ስለ ዝግባ እዩ ኣደይን ኣሕዋተይንሲ እዞም ቃል ኣምላኽ ዝሰምዑን ዝገብርዎም እዮም ዝበለ እምበር ንወለዱ የኽብሮምን ይእዝዞምን ከም ዝነበረ ኣብ ወንጌል ሉቃስ ምዕራፍ ክልተ ፍቕዲ ዓሰርተ ሓሙሽተ ንርኢ። ክብራት ክርስትያን ክርስቶሳውያን ሎሚ ኣነ ንስኻትኩምን ተለፎን ናብ ቤተ ክርስትያን ሒዝና ኣቲና ተለፎን ተደዊልና ተለፎን ክንቅበል ኣብ ማእከል ቅዳሴ ዘይግባእ እንገብር ክንደይ ኣለና። እዙይ ክልክል እዩ ኣይግባእን ኣብ ቤት ኣምላኽ እንተ ኣቲኻ ላእለ ይኩን ህልናክሙ በሰማይ ይሃሉ ልብክሙ ኣእምሩ ሃበ ዘትቀሙ ወስሙ ቃለ ጽድቂ ይብል ዲያቆን ልብኹም ኣብ ሰማይ ይሃሉ ኣበይ ደው ኢልኩም ከም ዘለኹም ኣስተውዕሉ እቲ ቃል ቅዱስ ወንጀል ቃል እግዚኣብሔር ጽን ኢልኩም ስምዑ እዩ ዝብል ካህን እውን እናተሓፀበ ቅዳሴ ክኣቲ ከሎ እንታይ እዩ ዝብሉ ሚመጠን ዛቲ እለት ወጽብት ዛቲ ሰዓት እንተባቲ ወርድ መንፈስ ቅዱስም ሰማያት ወይ ጸልሎ ዝንቱ መስዋዕ ይብል እንታይ ማለት እዩ መንፈስ ቅዱስ ካብ ሰማያ ሰማያት ወሪዱን ዘዚ መስዋዕት እዚ ዘጽልላን ዝቕድሰላን እዛ ዓለት እዚኣ ክንደይ ተፍርሕያ እዛ ሰዓት እዚኣ ክንደይ ተስደምም እያ። ሰላም እግዚኣብሔር ምሕረት እግዚኣብሔር ምሳይን ምስ ኩልኻትኩምን ምእንቲ ክኸውን ብፍርሓትን ብርዓድን ቁምን ጸልዩን እዩ ሪኢኹም ኣብ ቤት እግዚኣብሔር ኣቲኻ ብፍርሓት ብኣንቃዕዶ ጽን ኢልካ ቃል እግዚኣብሔር ምስማዕ እምበር ካልእ ከም ዘይግባእ፣ ነንሓድሓድካ ምዝርራብ፣ ተለፎን ምቕባል፣ ተለፎን ምድዋል ኣይግባእን። ክቡራት ክርስትያን ክርስቶሳውያን፣ ብሕልፊ ኣብዚ ወጻኢ ኣደታት ሽግር ከም ዘለክን ጸገም ከም ዘለኩም ቆልዑት ሒዝኩም ትመጹ እቲ ሓደ ቆልዓ ይበኪ፣ እቲ ሓደ ቆልዓ ኔው ነጀው ይብል፣ ገድሊ ትሕልፉ ከም ዘለኹም ንፈልጥ ኢና። ብዝከኣል መጠን ግን ብዝከኣል መጠን ግን ኣብ ቤተ ክርስቲያን ካብ ዓቕምና ንላዕሊ እንተዘይኮይንና ነፍስና ይኹን ቆልዑትና ይኹን ስነ ስርዓት ገርና ቆይምና ጽን ኢልና ክንሰምዕ እዩ ዝግብኣና። ኣሰምእ ለክሙ ሰማያተ ኣሰምእ ለክሙ ምድረ ከመጥቁሙ በፍርሃት ወበርኣት እዩ ዝብል ቅዳሴ ኣተነ ንሰማይ የሰምዓልኩም ኣለኹ ንምድሪ እውን የሰምዓልኩም ኣለኹም ቁ ደው ኢልኩም ኣብ ዘለኹሞ ጽን ኢልኩም ቃል እግዚኣብሔር ክሰምዓ ክሰምዑ እዩ ዝብለና ስለዚ ክብራት ክርስትያን ክርስቶሳውያን መድሃኒ ኣለን ክርስቶስ ከኣ ኢየሱስ ክርስቶስ ከኣ ኣደይን ኣሕዋተይን እቲ እዞም ንቃል ኣምላኽ ሰምዖን ዝገብርዎን እዮም ኢሉ መለሰሎም ኢልና ምክንያቱ ካብ ኣቦኻን ኣድኻን እግዚኣብሔር ክኸብር ቃል እግዚኣብሔር ክኸብር ስለ ዝግበ እዩ ኣደይን ኣሕዋተይን ሲ እዞም ንቃል ኣምላኽ እዞም ንመን ንቃል ኣምላኽ ዝሰምዑን ዝገብርዎም እዮም በለ እምበር ንወለዱ የኽብሮም ይእዘዞም ነይሩ ኣክብር ኣባከ ወእምከ ከመ ይኑህ መዋእሊከ ኣብታ እግዚኣብሔር ኣምላክካ ዝሃበካ ምድሪ ዕድመኻ ምእንቲ ክነውሕ ኣቦኻን ኣደኻን ኣኽብር ኢሉ ዝኣዘዘ እውን ንሱ እዩ። ነቡን ነዱን ዘይኸብር ሞት ይሞት ዝበለ እውን ንሱ እዩ። ስለዚ ክቡራት ክርስትያን ክርስቶሳውያን ግን ቅድሚ ኩሉ እቲ ዝዓበ ክዓቢ ዝግብኦ ቅድሚ ኩሉ እቲ ክኸብር ዝግብኦ እግዚኣብሔርን ቃል እግዚኣብሔርን ስለ ዝኾነ እሞ እዚ ክነስተውዕሎን ክንፈልጦን ይግብኣና እዩ። ጽን ኢልኩም ስለ ዝሰማዕኩምን የመስግን። ጸጋ ጎይታናን ኣምላኽናን መድሓኒናን ኢየሱስ ክርስቶስን ፍቕሪ ኣምላኽን ሕብረት መንፈስ ቅዱስን ምስ ኩላትና ይኹን።